ንሳቶም ሓንሳእ ኣስመራ፣ ሓንሳእ ኣዲስ ኣበባ፣ ሓንሳእ ሳዋ፣ ሓንሳእ ደብረ ዘይት ኣየር ሃይል ኣውፅኦም ሓቢሮም ፕላን ኣውፅኦም ተጋሩ ከመይ ነጥፎም ኢሎም ነቲ ናይ ትግራዋይ ናይ ብሄራዊ መንነቱን ክብሩን ናይ ምትሕብባር ዓቕሚ ኣለዎ ዝብልዎ ፖለቲካል ሚሊተሪ እና ካልኦት እቲ ኢንተሌክቹዋል ዝበሃል ትግራዋይ ንምጥፋእ ወቢሎም ርእሱ ከድነ ይበሎ ፕላን ኣውፂኦም ሓይሎም ኣሰባሲቦም ናይ ኢትዮጵያ መኮንናትና ዝብሉን ናይ ኤርትራ መኮንናትና ዝብሉን ናይ ዕራብ ጀነራላት እውን ሓዊሶም ፕላን ወስዶም ሓይሎም ኣሰባሲቦም ብጎንደር ብዓፋር ብኩኩፍቶ ብቆቦ ብዛላምበሳ ብባድመ ብኩሉ ፕላን መውፅኢ ታንኮምን መድፍዖምን ሰብሲቦም ናቶም ኣውሮፕላን ስለ ዘይኣኽሎም ናይ ዕራብ ኣውሮፕላን ኣኪቦም ከቢቦም ኢድኩም ሃቡ ዝበሉና፣ ብፓርላማኡ ዝኣወጁ፣ ብፌደሬሽን ምክር ቤት ዝኣወጁ፣ በቲ ኣፈ ቀላጤ ፕራይም ሚኒስተሮም ዝኣወጁ ሕጂ ንዓና በደለኛታት ክገብሩ ኣይኽእሉ እዮም። እቲ ሓቂ ግን ካልእ እዩ። እቲ ሓቂ ናታቶም ናይ ፖለቲካ ሻጥር እዩ ንዓድና በተለይ ንትግራይ ነፃ ምውፃእ ንመሰረዓት ወሳና ኢልና ኣብ ዝገበርናዮ ቃልሲ ምስ ብዙሓት ሓይልታት ገጢምና ኢና ስዒርና እውን ተጋሩ ናይ ምስዓር ታሪክ እምበር ተሳዒርና ኣይንፈልጥን እዚ ከዓ ናይ ትማሊ ታሪክና እዩ ናይ ትማሊ ታሪክና እዩ ናይ ሎሚ ታሪክና እዩ ናይ መጀመርያ ሕዝናያ ዝነበርና ሓይሊ ኣብዞም ውግኣት እዚኦም ብጣዕሚ ከቢድ መስዋእቲ ክኸፍል እውን ይግብኦ ድሓረ ግን ግዜያዊ ልዕልነት እንዳረኸቡ ከይዶም ስለዚ ብድሕሪኡ ክንመዓራረ ነይሩ ኣብ ብዙሓት ግንባራት ተኸባቢልና ተኸባቢልና እውን ናይ ሳርቫይቫል ወይም ድማ ናይ ህልውናኻ ናይ ምርግጋፅ ናይ ውግእ ኣካይዳ ተኸቲልና። ሓቂ ክነግረኩም እቶም ነቲ ጦርነት እዚ ነቲ ውግእ ዝመርሑ ዝነበሩ መራሕቲ ንፈልጦም እዮም። ሓቂ ንዛረብ ዝተባሂሉ ንሕና ዘሰልጠና እዩ። በቃ ብግልፂ ይፍለጦ እዩ ናይ ኢትዮጵያ ህዝቢ ንሕና ዘሰልጠና እዩ። ንሕና ዝመራሕና እዩ። ንሕና ሰባት ዝገበርና እዩ። ውትድርና እንታይ ምዃኑ እውን ዘይፈልጡ እዮም ገሊኦም። ይፈልጡ እዮም ካብ እቲ ሓቂ ንግዚኡ ብረት ሒዞም፣ ንግዚኡ ናይ ኤርትራ ሰራዊት ኣተሓባቢሮም፣ ንግዚኡ ናይ ኣዕራብ ኣውሮፕላን ሒዞም ንዓና ክኸቡ ንዓና ከጥፍኡ ክፍክሩ ግዜኦም የሕሊፎም። ንምዝራቡ ዘሕፍር እምበር ክፍለ ጦራት እንዳመራሕና ተራ ናይ ደርቢ ወታደራት ዝነብሩ እዮም። ህዝቢ ትግራይ ማሪኹ ኣምሂሩ ኢትዮጵያውያን እዮም። ብቋንቋ ብባህሊ ብታሪኽ ተጨቆንኩም ህዝብታት ኢኹም ተመሊስኩምሲ ሓቢርና ንንበር ተባሂሎም ዝተላእኹ እዮም እዚኦም ነይሮም ዝኸቡና ነይሮም እዚኦም ከቢቦም ንዓና ከጥፍኡ ኣይኽእሉን መዓዝ ይኸቡ ከመይ ይኸቡ ንፈልጦም ኢና ከቢብና ኢሎም ወርሒ ሙሉእ ኣብ ተከዘ ክተራመሱ ንሕና ወፂና ወክሲ ንዋጋእ ነይርና ኣይፈልጡና እዮም ብጦር በታ ናይ መጨረሻ ኩናት ከም እነሸንፎም ግን ንፈልጥ ኢና ምምራሕ ንፈልጥ ኢና ንሕና እውን ንፈልጥ ኢና ስለዚ ንሶም ይኸቡ ንሕና ከዓ ኣብ ዘድልየና እናተዋጋእና ከበባታት ንፍፅሕ ተስፋ ናይ ህዝቢ ትግራይ ናይ ፅባሕ እናማዕደና ተጓዒዝና ኣብ ዘድልየና ተዋጊእና ኣብ ዘየድልየና ውግእ ወጊእና መሪሕነትና ኣድሒና ውግኣትና ኣድሒና ንህዝብና እውን ተስፋ ኮይኑ ሕጂ ግን ቶናት እናተለወጠ ከሎ እቶም ንብፆትና ዘሽግሩ ዝነበሩ ፈቆዶ በረኻ ኣብ ገደላት ዕዳጋ ሓሙስ ኣብ ገደላት ተከዘ ምኳንዶ እንዳተዋጋእኻ ብእግርኻ እውን ክትከዶ ዘፅግም ግን ወርቂ ናይ በዓልና መሬት ለይትን ቀትርን ኢልና ኣብተን ገደላት ኣጥፊናዮም እሱ ሓደ ምልክት እዩ ዝብል ነይሩ ንሕና ናበይ ንኸድ ንሶም ናበይ ይኸዱ ድሕሪኡ ኣብ ጉያ ድሕሪኡ ግጀት ብጣዕሚ ዘድንቕ ብዝተወደበ መንገዲ ብሻምበልን ሻለቃን ንዓና ክኸቡ ዝመክሩ ዝነበሩ ብክፍለ ጦር እውን ከም ዘይኽእሉ ኣብ ውሽጢ ሓፂር እዋን ኣርእየ ብሰላም ሓቢርካ ምንባር ይከኣል እዩ ናብ ኩናት እንተኣቲና ግን ሓደ ክልተ ወርቂ ሰለስተ ወርቂ እንተደፋፊእና ኢሎም መሲልዎም እምበር ኣብ ኩናት እንተኣቲና ኩናት እንታይ ምዃኑ ንፈልጥ ንሕና እምበር ንሶም ኣይኮኑን ብግልፂ ይፍለጦ ህዝቢ ኢትዮጵያ ናብ ዘይንደልዮ ኢና ኣቲና ነቲ ዘይንደልዮ ኩናት ኣሸኒፍና ከም እንወፅእ ንኣምን ኢና ምክንያቱ ንሕና ዝተጋፋዕና ኢና ኣይጋፋዕና ብቋንቋና ብባህልና ብታሪክና ንፍለጥ ህዝቢ ኢና ንሕና ህዝቢ ኢና ዝነበርና ዘለናን ንቅፅል ህዝቢ ኢና እቲ ምርጫ ኣብ ተጋሩ ኣብ ባህልና እዩ ዘሎ ንሕፅሮ ከመይ ንሕፅሮ ንራከብ ተነዊሑ ዘምፀልና ክሳራ ንርእ ስለዚ ንሕፅሮ ስለዚ ኣብ መሬት ትግራይ ዘለና ኩላና ኣብ ወፃእ ዘለዉ ኣብ ዝሃለወ ይሃሉ ትግራዋይ መፃእ ዕድሉ ኣብ ኢድ እዩ ወይ ኣብ ባርነት ምንባር እዩ ወይ ካብ ባርነት ምውፃእ እዩ። ኣብ ባርነት ዝመርፅ ትግራዋይ ከዓ የለን። ናይ ሰብ ዘይኮነስ ናይ እሰሳ ባህሪ ዘለዎ ወታደር እዮም ናብ ትግራይ ኢትዮጵያ ኤርትራ ደስ ኣብ በረኻታት ኤርትራ ተኩስካ ሰብ ምቕታል እምበር ተማሂርካ ምልማዕ ተማሂርካ ዓዲ ምቕያር ተማሂርካ ክብሪ ሃገር ምሕላው ኣይኮነን። ጸላኢኻ ወያነ ዝብሃል ሸይጣን ኣሎ ስለ ዝንዑ ክተጥፊእኻ ኢሎም ናይ ድንቁርና ትምህርቲ ዘምህርዎ ወታደር መጽዩ እዩ ደቅና ብጥይት ዝቐንዎም ዘሎ። ደናቑር ፎቖዶ በረኻ ከኣ ንሶም ከርተት ይብሉ ንሕና ከኣ ኣብ ደጉዓታት ትግራይ ኣለና። ንሶም ንደጉዓ ክበጽሑ ከለዉ ንሕና ንቆላ ንወርድ። ደጉዑ ቆሎ ዓድና እዩ ንሕና ንሕና ኢና ንፈልጦ ንሶም ኣይፈልጥዎን እዮም። ኣብ መሬት ትግራይ እዚኦም ተዋጊኦም ከሽንፉና ኣይኽእሉን እዮም ንዓና። ግዝያዊ ምድፍፋእ ተቐቢልና ኢና ናይ ባዕልና ስንፍና እዩ ክነዕርዮ ኢና። እዚኦም ግን ኣብ ትግራይ ከሸንፉልና ኣይኽእሉን እዮም። ኣይፈልጥዎን እዮም መሬትና፣ ኣይፈልጥዎን እዮም ህዝብና። ስለዚ ህልውናና ኣረጋጊፅና ካብ ህልውናና ምርግጋፅ ወፂና ናይ ውግእ ኣካይዳና ኣስተኻኺልና ውዳበና ኣስተኻኺልና መንገዲ ዓወት ንዓቐብ ጀሚርና ኣለና። ሕዚ እውን መንጎ ሳምረን ሕንጣሎን ዘግርም ዓይነት ካብቲ ዝተዘረበሉ ንላዕሊ ውፅኢት ዘለዎ ስራሕ እዩ ተሰሪሑ። ንምንታይ ከምኡ ከም ዝገበርናዮ በበይ መጺእና ኣብኡ ከም ዘጥቃዕናዮም እውን ኣይፈልጡን። ሻዕብያ እውን ኣይፈልጡን። እቶም ሕጂ ናይ ሻዕብያ ተለኣኣኽቲ ጀነራላት ናይ ኢትዮጵያ እውን ኣይፈልጡዎን እዮም። ክፈልጡዎ እውን ኣይኽእሉን። ቀጻሊ ከኣ ካብኡ ንላዕሊ ምስጢር ዘለዎ ስራሕ ንሰርሕ ኢና። ክንሰርሕ ኢና ሽግር የለን። ስለዚ ክንወጽእ ኢና። ከቢድ እዩ እቲ ውጻእ ውረድ። ውግእ ኣሎ፣ ጉዕዞ ኣሎ። ዝተመዓራረየ ናይ ሎጂስቲክስ ድጋፍ የለን፣ ዕረፍቲ የለን። ለይቲ ቀትሪ ሓደ ሓደ እዋን ብዘይ ምግናን ዓሰርተ መዓልቲ ለይትን ቀትርን ንዋገሉ ግዜ ዓሰርተ መዓልቲ ለይትን ቀትርን ግን እዚ ውግእ እዚ ሓሊፉ ፀላኢ ረብሪቡ ወገን ጠንኪሩ ከም ዝወፅእ ግን ንፈልጥ ኢና ዝረኸብናዮም መንእሰይ ናይ ሰለስተ ኣርባዕተ መዓልቲ ስልጠና ሂብናስ ከላሽንን ብሬንን ሒዞም ክዋግኡ ክትሪኦምስ ይገርመካ እዩ ግን ናይ ትግራይ ታሪክ ወለድኻ ዓበይቲ እዮም ዝምህርዋ ቆልዑ ፅምብላስ ገደግን ተገልብጦም ንዓና መሪቖምና ኣይዞኹም ዞም ኣሕዋትና ኢሎም እግርና ስዒሞም ኣይዞኹም ዕድሜና ዘይኣኸለ ኮይኑ እምበር ምሓገዝናኩም ኢሎምና ኣይርስዕን ክሳዕ ሕዚ ህፃውንቲ ቆልዑ ሸውዓተ ሸሞንተ ይኾኑ ካብቲ በረኻታት ክንወፅእ ከለና ይረኽቡና እሞ እዘን ዘለዎም ናይ ኣቋፋዳ ቆሎን እንጀራን ሂቦም ንቆልዑ ተጋሩስ ተመሊሶም ንዓና መሪሖምና ኣብ ታሪክ ትግራይ ከምዚ እዩ ተራእዩ ኣነ ሕዚ ወታደራዊ ምስጢር እየ ይነግረኩም ንሶም ብኣውሮፕላንን ብቮልቮ ብዘመናዊ ናይ ትግራይ መኪና ብምሉአን ዝኣከብዎም ገይሮም ይጓየዩ ንልምዓት ኢልና ዝሰራሕናዮ ፅርግያ ኩሉ ትግራይ ኣሎ ንዑ ተጠቂሞም ይጓየዩ ንሕና ብእግርና ንሶም ብኣውሮፕላንን ንሕና ግን ንቕድሞም ኣበይ ከመይ ከም ዝቐደምናዮ ሚስጥር እዩ ኣይግምግሞን እዮም ኣይኽእሉን እዮም ኣብ ብጣዕሚ ብዙሕ ቦታ ብናይ ከላሽን ርሕቐት የማንን ፀጋምን ሻለቃታቶም ከፍ ኣቢሎም ንሕና ብመንጎ ንሓለ ኣሽሓት ትበልል እዘይ ይዛረቡ ከመይ ጌርና ናበይ ከይድና ሕጂ ሓደ ነገር ክነግረኩም ብኸርዲ በለና ኢሎም ብኣላጀ ብማጮ ብሕዋነ ብሕንጣሎ ብሳምረ ብፊናርዋ ብናቕሰገ ብኩሉ ከቢቦም ሲ ወርሒ ሙሉእ ዝሰርሕዎ ስእሊ በበይ መፂና በበይ ከም ዝዋሓናዮም እውን ኣይፈልጡን እዮም ካብ ሕንጣሎ ንሳምረ ብጣዕሚ ዓብዪ ውግእ ጌርና ኣብኡ ዝነበረ ሓይሊ ሻዕብያን ንሃቶምን ብትንትን ኣቢልና በበይ መፂና ኣይፈልጡን እዮም ክፈልጡ እውን ኣይኮኑ ምናልባት ብማእኸል መቐለ ሓልፍና ንኸውን ኣይፍለጡን ሓንቲ ጫማ ዘላቶም ጥራሕ እግሮም እንዳኾኑ እቲ ጫማ ንዓና ይኸውን ተምሃሮ ብምሉእ ደፍተሮም ኣብ ገዛ ውፅኦምስ ሳንጦም እዩ ብዛዕባ ዝብላዕ ስተ ኣይኮነን ፍቕሪ ለኪሶም ኣብ ሓደ ቦታስ ብዘይ ፕሮግራምና ኣይትኸዱን ኢሎም ሰዓት ሽዱሽተ ናይ ሌታ ኣቲና እቲ ቦታ ካሊእ እዋን ክገልጸሉ ኣዴታት መናእሰይ ወለዲ ተኣኪቦም ክልተ ከፍቲ ሓሪዶም ኣብልጥና መርቕና ኢና ንሰደኩም ኣብኡ መወት ንዕዞም ክንሕልወኩም ኢና ዋላ ዋርድያ ኢሎም ከቢቦም ባዕሎም እንዳሓለውስ ኣብ ልዕ መስትዮም መሪቖም ከዲኖም ሰይዶምና ኣለቀ ተወዲኡ ካብዚ ንላዕሊ ፍቕሪ የለን ስለዚ ህዝቢ ትግራይ ምሳና ኣሎ ሕጂ ደኣ እንታይ ዶ ሎጂስቲክስ ኣለና እዩ ሎጂስቲክስና ኩሉ ሰብ እዩ ኣይጠመናን ኣይፀማእናን ኣይዓረቕናን ደቂ መን ኮይና ንፀለል እኮ ይበላል ኣዴታት ኣብት ቃልሲ ህዝቢ ትግራይ ካብቶም ብጣዕሚ ዝለዓለ ተራ ዝነበሮም ህዝብታት እዮም እዚኦም ንሕስኣ ንዓዲ ኣርባዕተ ንእገላ ንፀሊም ቤት መደባይ ኣየርከቡን ኣለውን መፃወቲ ሻዕብያ እዮም ኮይኖም ዘለዉ ገለ ተጋደልቲ ሊኢኽና ነርናስ ኣይለቀኩም ሓለዋ ባዕልና ክንሕልዎ ከፊልና እስክንርእየኩም ኢና በቃ እንዳራእናኩም ዋላ ክንሞት እዩ ሓቂ እዛ እንዳራእናኩም ምእንቲ ተጋደልቲ ደቅና እንዳራእና ዋላ ምስኹም ክንመውትስ በይዛኹም ሰንዑ ኣይንሕልወኩም ኢና ካብ ወርድያ ኣይትወፁን ንሕና እያ ንወፅእ ክንቅልበኩም ኢና ግን ኣለዉ ተጋደልቲ ምሳና ክንብልስ ምሳና ውን ኢሎም ሓሲቦም እዮም ዝሰርሑ ምዕራብ ሓሲቦም እዮም ኣትዮም። ሻዕብያ ካብ ቂም በቀል ተበጊሶም ዓዲ ከልምዑ ኣይኽእሉን። ጠበንጃ ምትኳስ እዮም ዝፈልጡ። ስለዚ ጠበንጃ ተኩስና ነተን ሰላሳ ዓመት ዘፍረይወን ክነጥፈኣን ኢና ኢሎም መፅዮም የጥፍእወን ኣለዉ። ምስ ናይ ሻዕብያ ጀነራላት ተሓባቢሮም ህዝቢ ትግራይ ከጥፍኡ ዝተሓባበሩ ተጋሩ እንታይ ዓይነት ተጋሩ እዮም? ሰብኣይ እንተኾይንካ ውግእ እንተኾይኑ ምስ ምሳኻ ዝዋጋእ ኢኻ ትቃተል። ንዓይ እንተቐተለኒ ኣነ እንተቐተልክዎ ዘሎ እዩ። ኣያ ዝሰኣነት ህፃን ኣያ ዝሰኣነ ኣቦ ነደን ለይትን ቀትርን ፅዒሩ ዝጥረዮ ሃፍቲ ክዝረፍ ከሎ ምስዚ ኮይንካ ደው ምባል ንሕና ኢና ናይ ትግራይ መመሓደርቲ ኢሎም ክዛረቡ ንህዝቢ ትግራይ ምብዳል ግን ንዘለኣለም ኣብ ታሪክ ዘይርሳዕ እዩ ገለ ገሊኡ ቃል ሕዛእና ኣይስማዕማዕን እዞም ከምኡ ዝገብሩ ተጋሩ ባንዳታት እዮም መድሕረርቲ እዮም ኣይገልጾምን እዩ ዘሎ ትሕቲ ሰብ እዮም ኣብ ትሕቲ ቃልሲ ዝነበርና መብዛሕትና ናይ ቲፒኤልኤፍ ኣባላትን ናይ ሰራዊት ትግራይን ኣባላት ኣይነበርና ሓቂ እዩ ሕጂ ግን መፂና ኣለና ልዕሊ ሰማንያ ፐርሰንት ናይ ሰራዊት ኣመራርሓ ምንም ኣይተነኸነ ዝብሉ ክሳብ ሰማንያ ክሳብ ተስዓ ፐርሰንት ብዘይ ምክንያት ኣለና ግዜ ረሲና ምስልጣን እንተኮይኑ ንፈልጦ ኢና ምውዳብ እንተኮይኑ ንፈልጦ ኢና ምውጋእ እንተኮይኑ ንፈልጦ ኢና ውግእን ጦርነትን ኣተኣሳሲርካ መወዳእታ ምብፃሕ እንታይ ምዃኑ ንፈልጥ ኢና ኩሉ ህዝቢ ትግራይ እውን ይፈልጥ ናይ ምቅንጃው ጉዳይ ነቀናጅዎ ከዓ ኣለና እቲ ጎዲልና ዝነበረ ኣስሚዕናዮ ኣለና ግዜ ረኪብ ኤርትራውያን ንነፃነቶም ኣብ ዝገበርዎ ቃልሲ ህዝቢ ትግራይ ኣብ ጎነን እዩ ነይሩ ኣጋጣሚ ኮይኑ ኣብ ኤርትራ ብዝተገበረ ውግኣት እውን ኣብቲ ውስጥ ከፍልጥና ተባሃት ሓደ ልዕሊ ሓደ ዓመት ምዕባይ መላለም ሃይለ ይበሃል ሓደ ዓመት ኣብቲ ናይ መጀመርያ ተቐሚጡ ኣነ ኸኣ ቀጺለ ቢያንስ ካብ ክልተ ገዛ ዓብይን ንእሽተይንስ ኣብ ዝተፈላለየ ናይ ህወሓት ሰራዊት ከይዱ ምስ ኣብ ዋጋ ከይዱ ክልተ ዓመት ምስ ኣብቶ ማለት እዩ ምዕባይ ቅድሚ ድሕሪኡ ኸኣ ንኤርትራውያን ንፈልጦም እዩ ደርጊ እቶም ተጋደልቲ እውን ፈልጦም ኣብ ትግራይ እውን ይወፅእ ሓደርና ንዋጋ ነርና ንደርጊ ናይ ሓባር ፀላእ ስለ ዝነበረ ምስ ዓቕመ ቀደመ ዝግበር ውግእ እውን ይፈልጦም እዩ ኤርትራውያን ከምኡ ኣይነበሩ ሕጂ እንታይ ከም ዝኾነ የተረድእኒ ፍራስትሬት ገይሮም ኣለዎ መስለኒ ከም ህዝቢ ንድሕሪት ቀሪ ኣብቲ በረኻታት ምስልጣን ጥራሕ እዮም ዝፈልጡ ምስራት ምምሃረ ይፈልጡ መንገዲ ምስራሕ ይፈልጡ ከተማ ምህናፀ ይፈልጡ ልምዓተ ይፈልጡ ካብ ዓለም እውን ዝተነፀሉ መሲሉ ይስምዐኒ ህዝቢ የሉ ስለታ ዝፈልጥዋ እታ ኣብ ሳሕል ኮይንካ ምስ ደርጊ ዝገብርዋ ዝነበሩ ውግእ ንነፃነቶም ዘካየድዎ ናይ ዕጥቂ ቃልሲ ኣብኡ ዝፈጠርዎ ወታደራዊ ብቕዓት ንነፃነት ምዃኑ ተረዲኦም ድሕሪ ነፃነት እስኪ ናብ ልምዓት እቶ ዝበሉ ኣይመስል ኣጀንዶም ይቀይሩ እዚኦም እኮ ሰብ ርዕና ኮይኑ ሞታር ኮይኑ ብባህልና እኮ ኤርትራውያን ተጋሩ ነውሪ እዩ ሰበይቲ ምግሳስ እኮ ነውር እዩ ብ- ናቱ ሓደ እዩ ባህልና ፈልጦ እዩ ዓሰርተ ኮይኖም ንሓንቲ ጓል ይደፍሩ እንታይ እንታይ እንታይ ዓይነት ተሓሳስባ እዩ? ተጋሩ ይነብሩ በፍፁም ይነብሩ ኣነ ንኩሉ ትግራዋይ ወኪል ክዛረብ ዩ ኣይ ኣይ ይነብሩ እንታይ ዓይነት እንስሳ ሰብ ከም ዝፈጥሮ ክርደነ ይባል ዘሕዝነካ ከም ህዝቢ ንባዕሉ ምናልባሽ ንዓና ፋብሪካ እዮም ወሲዶም መኻይን እዮም ኣኪቦም ወሲዶም እኽሊ የብሉ ናይ ሓደ ዘመን እኽሊ ዝሕረስ እዮም ኣኪዮም ወሲዶም ንበል ምናልባሽ ማንካ ሽኳ በር ናይ ገዛ ኣንሶላ ኣራርዮም ወሲዶም ይውሰዱ ወላ ሕሊናን ጭንቅላትን ናይ ትግራዋይ ግን ክወስዶ ይኽእሉ እዮም ወስዶ ናይ ኣምሓራ ቂም በቀል እዩ። ምክንያቱ እዚኦም ኣብ ዝሓለፈ እዋን ንደርጊ ዝመርሑ ዝነበሩ ንሶም እዮም ናይ ኣምሓራ ሰብ ስልጣናት እዮም ኣምበርኪኽናዮም ኳዕ ኣምበርኪኽናዮም ሕጂ ከዓ በይኖም ክመፁ ኣይኽእሉን እዮም ኣዩ ፅባሕ እውን ኣይመፁ ድሕር ፅባሕ እውን ኣይመፁ ርግፀኛ ኾነ ዛ ባዕልና ናይ ኢኮኖሚ ፕሮግራም ንዕሪ ናይ ባዕልና ናይ ፀጥታን ድሕነትን ፕሮግራም ንዕሪ ናይ ባዕልና ቀፃሊ ዕድል ንዕሪ ይከኣል እዩ ግዜ ምርካብ ባህሉ ከቢድ ነይሩ ዝሓለፈ ኣርባዕተ ወርሒ ምሳኹም ተራኺብና ከፊልና ቀዳም ሰዓት ንክልተ ሰዓት እዚዩ ናይ ጠቕላላ ናይ መጨረሻ ውፅኢት መርኣያ እዩ። ስለዚ ምሕበር እቲ ምሽጥር ኣብ ኢድና እዩ ዘሎ። ሓደ ነገር ንኩሉ ትግራዋይ ዝብሎ ክነግረኩም ለባማት ህዝቢና ዝኩርዕ ታሪክ ዘለና ህዝቢ ኢና ትማል እውን ሎሚ እውን ፅባሕ ንደግሞ ንኽእል ኢና ንደማመፅ እንታይ እዩ ዝጎድለና ግና ኩሉ ኣሎ መሬትና ልሞ ዝተምሃረ ሰብ ኣለና ጅግና ህዝቢ ኣለና እንትርፊ ፅቡቅ ሕማቅ ዘይሓስብ ኣተሓሳስባ ኣለና ኣነ እኮ ብጣዕሚ እዩ ዝገርመኒ ትግራዋይ ኮይኑስ ዋላ እቲ ገዝኡ ዘቃፀለ ዋላ እቲ ጓሉ ዝደፈረ ዋላ እቲ ዝገፍዖ ሒዙስ ቀዲሙ እንጀራ ዝ ቀዲሙ ዝንከባኸብ ኣነ ብኡ ብጣዕሚ ዝገርመኒ ጨካናት ይኮነ ኣብቲ ገደላት እ፣ ናይ ተንቤንን ዓዴትን ማሪኽናዮም እቶም ኮማንዶ እቶም ብፆትና ዝቐተሉ እቶም ዘጋፍዑስ